ኣዚና ንፈትወኩም ኩቡራት ሰማዕትና እዚ ኣብ ማእዘር ሰማይ ዝቀርብ ሬድዮን ቲቪን ሰላምና ዩ ሬድዮን ቲቪን ሰላምና ኩሉ ግዜ ካብ ሳዕ ሽውዓተን ፍርቓን ክሳብ ሸሞንተ ምሸት ይመሓላለፍ ከም ወትሩ ሎሚ ሰንበት ውን ብዝተፈላለዩ ኣገልገልቲ ዝቐርብ መደብና ክትከታተሉ ብሓጎስ ንዕድመኩም። ኣብ ርሑቕ ቀረባ ዘለኹም ሎሚ ድማ ኣምላኽ ረዲኡ እምነት ዝብል ምህሮ ካብ ዕብራውያን ዓሰርተ ሓደ ጥቕሲ ሓደ ክንመሃር ኢና እሞ ቅድሚ ምምሃርና ብዛዕባ እምነት ኣጸቢቑ ክርድኣካ ብጸሎት ክንጅምሮ ጽቡቕን ፍቓድ ኣምላኽን ስለ ዝኾነ ነዛ ብርኽቲ በዓልቲ ቤተይ ክትጽልየልና ክሓታ እየ። Welcome። እሺ መሕሪ ክብሪ ንኣምላኽ ይኹን ንጸልይ ዘልኣለማዊ ኣምላኽና ብጎይታናን ብመድሓኒናን የሱስ ክርስቶስ ስም ንባርኸካ ነመስግነካ ልዕል ነብለካ ኣለና እንሆ እግዚኣብሄር ጎይታ ሰራዊት ኣብ ቅድሜኻ ኣለና እሞ ኣምላኸይ ሓይሊ ክትበና ክትረድኣና ክትድግፈና እግዚኣብሔር ጎይታ ሰራዊት ብስም የሱስ ክርስቶስ ናባካ ንቀርብ ኣለና እንሆ ነሕዋተይ እውን ናባካ የቅርቦም ኣለኩ እዚ ቃል እዚ እውን እግዚኣብሔር ጎይታ ሰራዊት ብቃልካ እግዚኣብሔር ብመንፈስካ ክትባርኸልና ነዚ ቃል እዚ ኣብ ልብና ተሓቲሙ ድማ ኣብዚ ክፉእ ዝኮነ ዘመንን ግዜን ብእምነት ክንወፅእ ንስኻ ክትረድዓና ብስም የሱስ ክርስቶስ ንፅልይ ኣለና ረድኤትና ዝኾንካ ጎይታ ከማኻ ዝበለ ኣምላኽ የለን እሞ ብኣኻ ባህ ይብለና ኣሎ ሕጂ ድማ መሃረና ተዛረበና ብጎይታናን መድሓኒናን ብየሱስ ስም ኣሜን። ኣሜን
ሃለሉያ ክብሪ ንኣምላኽ ይኹን። እብራውያን ዓሰርተ ሓደ ሓደ ብዛዕባ እምነት ምሉእ ምዕራፍ ተዛሪቡ ኣሎ። ኣብዚ ምዕራፍ ዓሰርተ ሓደ ብምሉኡ ኣይክንኣቱን ኢና፣ ነታ ቀዳመይቲ ጥቕሲ ኢና ኣምላኽ ከም ዝፈቐዶ በዛ መዓልቲ እዚኣ ክንመሃር። ስለዚ ብሩኻት ኣሕዋት እዛ ዕብራውያን ዓሰርተ ሓደ ጥቕሲ ሓደ እምነት ግና ነቲ ተስፋ ዝግበሮ ነገር፣ ርግጽ ምግባር ዝብል ትርጉም ሂብዋ ስቕ ኣይበለን። ናይቲ ዘይረኣ ነገር ምርዳእ'ዩ ኢሉ ረዚን። ዲፋይን ገይሩ ወይ ድማ ትርጉም እምነትሲ ከምዚ'ዩ ኢሉ እዚ ጸሓፊ'ሞ፣ ነዛ ጽሕፍቲ እዚኣ ኣብ ምዕራፍ ዓሰርተ ሓደ ጥቕሲ ሓደ ረኺብካያ ንምንታይ ነዊሕ ተዛሪቡስ ክንዲ መጀመርያ ትርጉሙ ዝነግር ድሕሪ ነዊሕ ኣምጺዎ እንድሕር ኢልና ዓቢ ትርጉም ረዚን ትርጉም መዛዘሚ ሓሳቡ ስለ ዝደለየዩ'ሞ ኣብዚ ዓሰርተ ምዕራፍ እንታይ ተዛሪቡ እዩ እዚ ምዕራፍ ዓሰርተ ሓደ ተዛሪቡ እንድሕር ኢልና ዓሰርተ ምዕራፍ ልዑልነት እግዝኣብሄር ኣምላኽ ደይኮነስ ልዑልነት የሱስ ክርስቶስ በቲ እግዝኣብሄር ዝሃቦ ኣቦ ንወዲ እንታይ ዓይነት ልዕልና ከም ዝሃቦ ወይ ድማ ህላውነት የሱስ ክርስቶስ ዘለኣለማዊ ከም ዝነበረ እናነጻጸረ እናወዳደረ እዩ ተዛሪቡ እሞ ኣብቲ ምዕራፍ ሓደ የሱስ ልዑል ኣምላኽ እሞ ድማ ልዕሊ መላእኽቲ ምዃኑ ከረድእ እዚ ጸሓፊ እዚ ምዕራፍ ሓደ ክጅምር ከሎ ኣምላኽ ብዙሕ ሰዓትን ብብዙሕ መገድን ነቦታትና ተዛረቦም ኣብዚ መጨረሻ ግን በቲ ወራሲ ኩሉ ዝኾነ ነጸብራቕ ባህሪኡ ዝኾነ ኢየሱስ ጌሩ ተዛረበና ይብል እሞ ደሓር መላእኽቲ ምጺኡስ እዞም መላእኽትስ ኣብ ዓይንኻ ድቅን ድብሉኻ ዝተዛረቡኻስ ልዕሊ የሱስ ከምዘይኮኑ ነዞም ኣይሁድ እዚኦም ተረድኦ ነበሮ። እዞም ኣይሁድ እዚኦም መን እዮም እንድሕር ኢልና እዞም ኣይሁድ ክርስትና ተቀቢሎም ነገር ግን መከራ ፈተና ሽግር ዝተፋላለየ ሎሚ ይሓልፍ ሎሚ ይውዳእ እንዳበሉ ግን ምርር ምስ በሎም ንድሕሪት ምልስ ክብሉ ስለ ዝደለዩ እግዝኣብሄር ኣምላኽ ጸሓፊ ኣዳልዩ መልእኽቲ ክጽሕፈሎም ሓደ ንፉዕ ጸሓፊ የዳሉ እሞ፣ እዚ ንፉዕ ጸሓፊ ድማ ነዛ መጽሓፍ እዚኣ ጸሓፋ። ጳውሎስ ዘይከውን ኢልና ኢና ሕልፍ ንብላ። ስለዚ እዚ ጸሓፊ እዚ ነዞም ዓሚቝ ፍልጠት ኣይሁዳውነት፣ ዓሚቝ ፍልጠት ኣምላኽ ዘለዎም፣ ልዕሊ ዅሉ ጽዉዓት ኢና ዝብሉ ግን ከኣ ንጐይታናን መድሓኒናን የሱስ ክርስቶስ ተቐቢሎም ኣብ ቤተ ክርስትያን ክነብሩ ዝጀመሩ፣ ብስደት ምኽንያት ንድሕሪት ከይምለሱ እዚ ንፉዕ ጸሓፊ ቀዳማይ ምዕራፍ ልዕሊ መላእኽቲ ምዃኑ ካልኣይ ምዕራፍ ልዕሊ ሙሴ ልዕሊ ኢያሱ እንዳበለ ይኸይድ ይኸይድ እሞ ብዓቢ ሊቀ ካህን ብማዕርግ መልክዔ ጸደቅ ዝተገልጸ ልዑል ናይ ልዑላት ምዃኑ ኣብርህ የብለሎ ግልጽ የብለሎ ውሽጦም ርኽ የብሎም ንድሕሪት ከይምለሱሲ ነቲ ታሪኾም እናነጻጸረን እናወዳደረን ነዚ ኩሉ ፈተና ሓሊፎም ንጎይታናን መድሓኒናን የሱስ ክርስቶስ ክስዕብዎ ወሲኖም ተኣሲሮም ተሰዲዶም ምግባት ገንዘቦም ብዝተፈላለየ ምኽንያት ተዘሚቶም ስለ ክርስቶስ ክብሉ ጸጋም ተጸፊዖም የማን ድገመኒ ዝብሉ ዝነበሩ ሂወቶም ዝሕትል በለት ጉድል በለት ብዝተፈላለየ ምኽንያት ንድሕሪት ክብሉ ደለዩ። ስለዚ ነዞም ኣመንቲ እዚኦም እምነት ትብል ትምህርቲ ክምህሮም። ስለ ዝነበሮ፣ ምዕራፍ ዓሰርተ ጥቕሲ ሰላሳን ሸሞንተን ነታ እምባቆም ዝበላ ጻድቕ ግና ብእምነት እዩ ዝነብር ኢሉ ኣብ ዓሰርተ ሰላሳን ሸሞንተን የምጽእ እሞ ደሓር ንሕናስ ምስቶም ንቕድሚት ዝደፍኡ እምበር ምስቶም ንድሕሪት ዝምለሱ ኣይኮናን ኢሉ እምነት ግና ኢሉ ምዕራፍ ዓሰርተ ሓደ ዝጀመረሉ ምኽንያት ኣብዛ ሰዓት እዚኣ እያ ስለዚ ኣሕዋተይ እዚኦም ሰባት እዚኣቶም ቀለልቲ ከይመስለና ህላውነቱ ዝጠዓሙ ሓይልታት መጽእ ዝጠዓሙ ውህበት መንፈስ ቅዱስ ዝተቐበሉ ብዝተፈላለየ ነገር ዓብይ ክርስትና ህይወት ዝነበሮም እዮም። ኮይኑ ግን ብሩኻት ኣሕዋተይ ምፍላጥ፣ ምርዳእ፣ ምዝራብ፣ ምትንታን ብዝተፈላለየ መገዲ ብዛዕባ እምነት ነዊሕ ክትምድር ምኽኣል ኩምራ ቃላት ምቕራብ ዘይኮነስ ኣብ እምነት ምንባር ከምጽኦም ስለ ዝደለየ ፍልጠትኩም መከራኹም ስደትኩም እዚ ኩሉሲ ኣብ ምጽኣቱ ግዜ ዓስቢ ከይትስእኑስ ብእምነት ተመላለሱ፣ ብእምነት ንበሩ ክብል ምስ ደለየ እዩ ነዛ ጥቕሲ እዚኣ ኣምጺእዋ። ስለዚ ነዘን ዝሓለፋ ሽዱሽተ ደቒቕ ብዝተፈላለየ መገዲ ከም መእተዊ ክኾነኒ እምነት ግና ትብል ትኽ ኢላ ድመጸት ደይኮነስ ዓሰርተ ምዕራፍ ነዚ ልዑል የሱስ ክርስቶስ ዘስተማቐርዎ ዝጠዓምዎ ዳግማይ ሪቪው ገይሩ ከስተማቕርዎን ክጥዕምዎን እሞ ካብ ንድሕሪት ምምላስሲ ንቕድሚት ምምራሽ ይሓይሽ ኢሎም ምልስ ክብሉ ናይ ተመለሱ መልእኽቱ እምነት ግና ይብሎም። ስለዚ ነዛ ጥቕሲ እዚኣ ክንመሃራ ከለና፣ እዛ ጥቕሲ እዚኣ ስቕ ኢሉ ሃንደበት ዘምጽኣ ጥቕሲ ዘይኮነት፣ ሃንደበት ዝተዛረባ ሓሳብ ዘይኮነ፣ መበቆል ዘለዋ ነዊሕ ታሪኽ ዘርዚሩ ዘርዚሩ ዘርዚሩ ዝተዛረባ'ያ። ስለዚ ነቲ ተስፋ ዝግበሮ ነገር ርግጽ ምግባር'ዩ እምነት ክብሎም ከሎ እንታይ'ዩ ክብሎም ደልዩ? እዞም ሰባት እዚኣቶም ኣብ ከመይ ኩነታት ከለዉ'ዩ ነዚ ነገር'ዚ ተዛሪቦም ድሕር ኢልና ናብኦም ቅድሚ ምእታውናስ ሎምዓንቲ እምነት እንታይ'ዩ ምበልካ? እንታይ'ዩ ምበልኪ? እንታይ'ዩ ምበልኩም? ብሓንቲ ቃል ግለጽዋ እንተትብሃሉስ እምነት'ሲ እንታይ'ዩ ምበልኪ? ኣቤት መልስኩም ተዝሰምዕ ደስ ምበለኒ ግን
ነቲ ዘይህለሲ ከም ህልው ጌርካ ምቁፃር ኣሜን ክብሪ ንኣምላክ ከዓ ነቲ ምውት ከም ዘሎ ጌርካ ምሕሳቡ ማለት እዩ ዋላ ናይ መንግስቲ ኣምላክ ኳለት ተርእናዮ ሲ ኣይረኣናዮን ግን ብእምነት ሲ ርግፅ ጌርናዮ ኣለና ማለት እዩ ስለዚ ታእምነሲ ሕልፍ ክትብል ከምትገብረካ ነቲ ዝረአ ነገር ዘይኮነስ ነቲ ዘይረአ ነገር ሲ ከም ርግፅ ጌርካ ክንወስዶ ከም ዘለና ወይ ከኣ ኣቦታትናሲ ብእምነት ከም ዝሰጎሙ ወይ ከኣ እቲ እምነትሲ በቃ ዕሙቕ ዝበለ ነገር ከም ዝኾነ እዩ ማለት እዩ ክንዲ ኣሕዋተይ ኮይነ ክምልስ ኢለ ቴንኪዩ ክብሪ ንኣምላኽ ጎይታ ይባረክ ሓብተይ እሞ ተስፋ ዝግበሮ ነገር ርግፅ ምግባር እዩ እንዲልዋ ንሱ በዚ ናይ ሎሚ ኣዘራርባስ ቪዛ እዩ በልክዋ ቪዛ ረኽብ መሰበልካ ተስፋ ዝገበርካዮ ነገር መዛዘሚ ረኺቡ ድስማዓካ ስሚዒት ኣሎ እሞ እምነት ድማ ቪዛ ሰማይ ተውህብ እያ እሞ ቪዛ ሰማይ ክንረክብ ሎማዓንቲ ኣምላኽ ንእምነት ይጽዋዓና ኣሎ እዚ ንዘይኣመኑ ድስበኽ ስብከት ኣይኮነን እዞም ዝጽሓፈሎም ዘሎ እዞም መልእኽቲ ዝተዋህቦም ኣመንቲ እዮም ኔሮም ግን መልእኽቲ እምነት ከኣ መጺኦም እሞ ሎማዕንቲ መልእኽቲ እምነት ይመጸልካ ኣሎ ይመጸልኪ ኣሎ ድሕሪ እዛ ምህሮ እዚኣ እምነትኪ ዓብዩ እምነትኪ ወሲኹ እምነትኪ ገፊሑ እምነት ምርዳእኪ ኣብ ዝለዓለ ደረጃ በጺሑ ክንወጽእ ኢና ስለዚ ናብታ ቀዳመይቲ ርእስተይ ክኸይድ እምነት ርግጽ ምግባር እዩ ምርዳእ እዩ ነዚ ርግጽን ምርዳእን ዝገበርካዮ ድማ ኣብ ግብሪ ምንባር'ዩ እምነት በዚ ሰለስተ መልክዕ ክንርኤኢና ናብታ ቀዳመይቲ ሓሳበይ ክኸይድ ናይቲ ዘይረኣ ነገር ምርዳእ'ዩ እምነት ኣምላኽ ኣብ ውሽጥኻ ኣብ ልብኻ ኣብ ሕልናኻ ንዝሃበካ ነገር መልእኽቲ ዝተቐበልካዮ ራኢ ዝረኣኻዮ ብዓቢኡ ከኣ ነቲ ምሉእ መጽሓፍ ቅዱስ ንዝተዋህበካ ቃል ንዝተኣትወልካ ተስፋ ኣይረኣኻዮን ግን ናይቲ ዘይረኣኻዮ ነገር ርግጽ ትገብሮ። ብኸመይ ርግጽ ትገብሮ? ተስፋ ጌርካሉ እንዲኻ? ተስፋ ተዋሂብካ እንድዩ። ነዚ ተስፋ ዝተዋህበካ ነገር ጭብጥ ምባል እዩ። ስለዚ እምነት ተስፋ ጨቢጥካ በጥ ምባል ኮይኑ ይስምዓኒ። ምኽንያቱ ዝኣመነ ሰብሲ ድቃስ ዘይብሉ ኣይሓድርን እዩ። ዝኣመነ ሰብሲ ኣይናወጽን እዩ። ዝኣመነ ሰብሲ ኣይጭነቕን እዩ። ዝኣመነ ሰብሲ ወዘልዘል ኣይብልን እዩ። ገጥ እዩ ዝብል እሞ እዞም ሰብ እብራውያን ከምኡ ክኾኑሉ መታንሲ ነቲ ተስፋ ዝተዋህቦም ገጥ ኣቢሎም ክሕዙ ደልይዎ። ሓደ ግዜ እውን ሃዋርያ ጳውሎስ ከምዚ ኢሉ ኣሎ ኣብ ካልኣይ ቆረንጦስ ቀዳማይ ምዕራፍ ጥቕሲ ዕስራ ተስፋ ኣምላኽ ዘበለስ ኣብኡ እወ እዩ ስለዚ ኸኣ ኣምላኽ ብኣና ምእንቲ ክኸብርሲ ኣብኡ ኣሜን እዩ ኢልና ተስፋ ኣምላኽ ዘበለስ ኣብኡ እወ እዩ ኣይኮነን ኣይኮነን ሃሌሉያ ክብሪ ንስሙ ይኹን ስለዚ ነዚ እወ ዝተኣትወልካ ተስፋስ ኣይኮነን ምባል ምፍራስ እዩ እምነት እወ ምባል እዩ እምነት ኣሜን ምባል እዩ እምነት ነቲ ተስፋ ዝተዋህበካ እዎ ርግጽ ክኸውን እዩ ምባል እዩ ኣርጢብካ ሎማዓንቲ ኣብቲ ኣምላኽ ዝሃበካ ኩሉ ምርጣብ ካላኣይ ድማ ኣብቲ ባህሪ ኣምላኽሲ ዘይምጥርጣር እሱ እኮ ኩሉ ይኽእል እዩ እሱ እኮ ኩሉ ይፈልጥ እዩ እሱ እኮ ኩሉ ይርዳእ እዩ ነዚሲ ብእምነት ኣብ ውሽጥኻ በቲ ናይ ውሽጢ ዝርኢ ዓይንኻ ናይ ውሽጢ ዓይንኻ በሪሁስ ነዚ ሎምዓንቲ ቅልዕ ክብለልካ ክብሪ ንስሙ ይኹን እምበኣር እምነት ኣብ ኣምላኽ ክሳብ ክንድዚ ርግጸኛ ምዃን ካብ ኮነ ካልኣይ ዘጠቓልሎ ነገር ኣብቲ ካልኣይ ትርጉሙ ናይቲ ዘይረኣ ነገርሲ ምርዳእ እዩ ኢሉ። እዚ ምርዳእ ናይ ዘይረኣ ነገር እንድሕር ኮይኑ መንፈሳዊ ምርኣይን ስጋዊ ምርኣይን ኣሎ ማለት እዩ። ብጀካ እዘን ሓሙሽተ ህዋሳት ዝተዋህባናስ ካልእ ብእምነት ትመላለስ ነፍሲ ኣብ ውሽጥና ስለ ዘላ፣ እዛ ነፍሲ እዚኣ በዘን ሓሙሽተ ህዋሳት ጥራይ ዘይኮነ ዘይትሰርሕሲ፣ እኳ ደኣ ናታ ህዋስ ኣለዋ እሞ፣ እቲ ናታ ህዋስ ነቲ ህዋሳትና ምርኣይ፣ ምስማዕ፣ ምሽታት፣ ምስትምቓር ንዕኡ ዘሊላስ ተስተማቕሮ፣ ትሪኦ፣ ትሰምዖ ካልእ ከሎስ እሳ ግን ካልእ ትርኢት ነዚ ናይቲ ዘይርኣ ነገር ምርዳእ እዩ ክብለና ከሎ ልዕሊ ኣእምሮና ዝኾነ ሓሳብ እዩ፣ ልዕሊ ምርዳእና ዝኾነ ሓሳብ እዩ። ንዘይትሪኦ ነገር ክትርድኦ ኣይትኽእልን ኢኻ ብናይ ሰብ ኣዘራርባ ብናይ ሰብ ኣተሓሳስባ ግን መጽሓፍ ቅዱስ ይብለና ኣሎ ቃል ኣምላኽ ይብለና ኣሎ መንፈስ ቅዱስ ይብለና ኣሎ ኣርጊጹ ድማ ይዛረበና ኣሎ ሎሚ ኣሕዋተይ ርዝን ኢልና ነዚ ቃል እዚ ክንወስዶ ይደሊ ናይቲ ዘይረአ ነገር ተረዲእኹም ኣብ ሓደ ዓብዪ እ፣ ህላውነቱ ከኣልነቱ ሃብቱ ክብሩ ሓይሉ ምድሓኑ ኩሉ ነዞም ሰብ እብራውያን ምልስ ኢሎም ክስወጦም ከም ዝደለየ ንኣኻ ንኣኺ ሎማዓንቲ ድማ ላውነቱ ክብሩ ሓይሉ ዘሎ ምልኣትሲ ክትርኢ ምኽኣል ነዚ ተስፋ ዝሰኣስወልካስ ይከኣል እዩ ምባል እዩ እምነት እሞ ይርደኣኒዩ በዝን በትን ኩናት ምስ በዝሐ እምነትካ ድኽም ትብልያ ነዚ ድኹም እምነተይ ፈውስ እንድሕር ኢልካዮ ነዚ ብሩኽ ኣምላኽ ግን ፍውስ የብል እዩሞ ዘለኽዮ ኩነታት ብዘየገድስ ዘለኻዮ ኩነታት ብዘየገድስ ከም ሃገር ዘለናዮ ኩነታት ብዘየገድስ ኣብ ሓዳርና ብዘለናዮ ኩነታት ብዘየገድስ እንሪኦ ብዛዕባ ደቅና ብዘየገድስ ብዛዕባ ስራሕ ብዘይገድስ፣ ብዝዓ ቪዛ ብዘየገድስ፣ ብዝዓ ፕሮሰስ ብዘየገድስ፣ ብዝዓ ዝበደሉና ሰባት ብዘየገድስ ነዚ ኩሉ ነገራት እናረኣኻዮስ ከም ዘይረኣኻዮ ኮይንካ ነቲ ዘይትሪኦ ናይ ኣምላኽ ነገር ምርኣይ ምርዳእያ እምነት ኢሉ እዚ ጸሓፊ እዚ ንሰብ እብራውያን ምልስ ከብሎም ዓቢ ጻውዒት ጸውዖም። ብሩኻት ኣሕዋት ሃዋርያ ጳውሎስ ሓደ ግዜ ሓንቲ ዓባይ ስብከት ንመንእሰያት ትኸውን ስብከት ሰቢኹ ኣብ ቀዳማይ ቆሮንጦስ ዓሰርተ ሰለስተ ስብከተ ፍቕሪ ምልእቲ ምዕራፍ ጽሒፉ ኣብ መጨረሻ ዝበላ ኣላ ሕጅስ ብመረጸን ዋግ ዋግ ንርኢ ኣሎና ሽዑ ግና ገጽ ንገጽ ክንርኢ ኢና ኢሉ ስለዚ እምነት ናይቲ ዘይረኣ ነገር ምርዳእያ ማለት ሕጂ ብዋግዋጎ ንኣምን ንርዳእ ተስፋ ንገብር ሽዑኡ ግን ገጽ ንገጽ ንመንግስቲ ኣምላኽ ነታ ዘልኣለማዊት ቤት ዘልኣለማዊት መንግስቲ ዘልኣለማዊት ከተማ ገጽ ንገጽ ምስ ኣምላኽ ምንባር ገጽ ንገጽ ኣብዛ ሰብ ዘይሰርሓ ከተማ ሰብ ዘይሰርሓ ብኽያት ዘይብላ ሓዘን ዘይብላ ጓሂ ዘይብላ ነዚኣይ ከረድኦም ደልዩ ክብሪ ንስሙ ይኹን እሞ ኣብ ርሑቕ ኣብ ቀረባ ኣብ ዓዲ ኣብ ስደት ጥዑም ኣብ ዘይጥዑም ዘለኹም ብሩኻት ኣሕዋት ብተፈጥሮ ምርኣይ ድሩትነት እዩ ዘምጽእ ብእምነት ግን መለኮታዊ ምርኣይ እዩ ዘምጽእ ብዘይ እምነት ኣይከኣልን ዝብል ድምጺኻ ተድሂ ብእምነት ግን ምስ ኣምላኽ ኩሉ ይከኣል እዩ ትብል። ሃሌሉያ ሃሌሉያ። ሓሳበይ ትርጉም ናይ እምነት ኣብዚ ጠቕሊለ ናብ ተግባር ክኸይድ ደስ ይብለኒ። ቅድሚ ናብ ተግባር ምኻደይ ግን ዕብራውያን ዓሰርተ ሓደ ሓደ ኢና ንመሃር ዘሎና። ዕብራውያን ዓሰርተ ሓደ ሓደ ድማ ትርጉም እምነት እንታይ እዩ ዝብል ባዕላ እታ ጥቕሲ ትርጉም እምነትሲ ነቲ ተስፋ ዝግበሮ ነገር ርግጽ ምግባር ናይቲ ዘይረኣ ነገር ድማ ምርዳእ'ያ ዝብል ትርጉም ባዕሉ ንባዕሉ እቲ ቃል ከመይ ከም ዝተርጎሞ ርኢና ሕጂ ውን ንሕና ሰማዕቲ እምነትን ተዛረብቲ እምነትን ኮይንና ከይንውድእ መታን'ሲ እምነት ትገብሮ ነገር ኣርባዕተ ነገር ጥቕልል ኣቢልና ናብ መዛዘሚ ገጽና ክንከይድ እምነት እንታይ'ያ ትገብር ንዝብልሲ ብዙሕ ሓሳብ ኣዋህለልኩ'ሞ ካብተን ብዙሕ ሓሳብ ዘዋህለልኩወን ግን ኣብዘን ኣርባዕተ ሓሳብ ጽሙቕ ኣቢልና ኢና ምስ ሓብተይ መጺእናኩም ዘሎና። ስለዚ እታ ቀዳመይቲ እምነት ኣብ ተግባር እንታይ'ያ ትገብር መስለኩም? ትእውጅ'ያ እምነት። ናይ እምነት ኣዋጅ ኣይትእውጅ። እምነት ናይ ድኻም ኣዋጅ ኣይትእውጅ። እምነት ናይ ኣይክእልን'የ ኣዋጅ ኣይትእውጅ። እምነት ጥዑም ኣዋጅ እዩ ዘለዋ። እምነት ምስ ኣምላኽ ኩሉ ነገር ክሓልፍ እዩ። ክስገር እዩ። ኣምላኽ ክረዲ እዩ። እቲ ኩሉ ዝፈልጥ እኮ ኣሎ ምሳይ። ጎይታ የሱስ እኮ ኣሎ ምሳይ። ይሰምዓኒ እኮዩ ይድህስሰኒ እኮዩ ዘሎ ኩነታት ክርኢ እኮይ ተጸዋዕኩን ዝብል ኣዋጅ እያ ትእውጅ ስለዚ እምነት ነቲ ትምነዮ ነይገር ደይኮንካ ትእውጅ ነቲ ቀንጠመንጢ ደይኮንካ ትእውጅ እቲ ሓቀኛ እምነት ነቲ ትፈልጦ ቃል ኣምላኽ ነቲ ዝተነግረካ ቃል ኣምላኽ ንዕኡስ ትእውጆ እምነት ብእምነት ምስማዕ ተለማምደካ፣ ብእምነት ምድቃስ ተለማምደካ፣ እምነት ነቲ ብእምነት ዝደቀስካዮ ንግሆ ድማ ብእምነትሲ ብድድ ኢልካ ኣቤት እዛ ብርኽቲ መዓልቲ እግዚኣብሄር ሂብኒ'ሞ ህያው'ዩ ክብሪ ንስሙ ትብል። በዚ ዘሕዝን ነገር ተሰማዕካ፣ በዚ ዘግሁ ነገር ተሰማዕካ፣ በዚ ቅድሜኻ ኣዝዩ ሕማቕ ኩነታት እንተጋጠመካ እዛ እምነት እዚኣ ግን ከም ሎጥ ኣብ ማእከል ርኹሳት እናነበርካ እናተሰቅኻ ግን ብእምነት ድማ ደው ኢልካ ምስቶም ዓዲ ከይተመሳሰልካ ከም ትነብር እያ ትገብር እሞ ኣምላኽ ረዲኡ ሎማዓንቲ ንኣና ዝቓል ዝፈዊስና እዩ። ንኣኹም ድማ ክፍውሰኩም እዛ ሰዓት እዚኣ ዝእውጅዎ ኣዋጅ እንድሕር ኣሎ ሓሳብኩም ኣይትኣውጁ ሓሳብ ሰባት ኣይትኣውጁ ርእይቶ ሰባት ኣይትኣውጁ ርእይቶ ሰይጣን ኣይትኣውጁ ናይ መጽሓፍ ቅዱስ ቃል ግን ኣዋጅኩም ይኹን ሓሳብኩም ብኡ ይወረስ ልብኹም ብኡ ይወረስ ነዛ እምነት እዚኣ ኢና ተጸዊዕና እምበር ናይ ባህሊ እምነት ክንስዕብ ኣይተጸዋዕናን፣ ድሕሪ ሰባት ክንስዕብ ኣይተጸዋዕናን ማለትና ኮይኑ ብውሽጢ ትድህሰስ ብውሽጢ ትፍለጠካ እምነት ናይ ሓቂ ተረዲእና ንስዕቦ እምነት ንድሕሪት ዘይመልስ እምነት ኢና ኣሚንና እሞ ነዛ እምነት እዚኣ ንምእዋጅ የንብርኩም ክብሪ ንስሙ ይኹን። እቲ ካልኣይ ሓሳብ እምነት ፈዘዘዝ ኣይትብልን እያ ቅምስልስል ኣይትብልን እያ እምነት ተምልኽ እያ ሃለሉያ ትብል ናይ መዝሙር ጸጋ ከም ዘለካ ድምጽኻ ብዘይገድስ ክእለት መዝሙርካ ብዘይገድስ ውሽጥኻ ግን የምልኽ ብህላውነት ኣምላኽ ደስ ይብሎ ኣብ ጥሜት ከለኻ ተምልኽ ኣብ ጸገም ከለኻ ተምልኽ ሕማቕ ምስ ሰማዕካ ተምልኽ ነገራት ኣይለዋውጣን እየን እምነት እምነት ኣብ ኩሉ እዋናት ተምልኽ ትሰግድ ምኽንያቱ እዛ እምነት እዚኣስ ባህላዊት እምነት ኣይኮነትን ናይ ሰባት እምነት ኣይኮነትን ናይ ኣብያተ ክርስትያናት ስብከት ኣይኮነትን እዛ እምነት እዚኣ ንኣምላኽ ዳህሲስካ ማለትካ ኮይንካ ካብ ውሽጥኻ ዘስተማቐርካዮ እምነት ስለ ዝኾነ እዛ እምነት እዚኣ ብሓቂ ቀላል እምነት ኣይኮነትን ናይ ውሽጡ ዝኣመነ ጣኦት ኣይኮነን ዘምልኽ፣ ነገራት ኣይኮነን ዘምልኽ፣ ሰባት ኣይኮነን ዘምልኽ፣ መላእኽቲ ኣይኮነን ዘምልኽ፣ ኣዕጫው ኣዋርቕ ኣይኮነን ዘምልኽ፣ ነዚ ኣምላኽ እዚ ዝኣመነ ናይ ሓቂ ምርዳእ ናይ ሓቂ ምስዋጥ ስለ ዝተሰወጦ ነቲ ሰማይን ምድርን ዝፈጠረ ኣምላኽ ተስፋ እንዳገበረ ናብኡ እንዳረኣየ የምልኽ። ስለዚ እምነት ቀላል ኣይኮነትን። ኣብተን ክልተ ሓሳበይ ንምኻድ ቀለልቲ ሓሳባት ኣይኮናን። ብጀካ ምእዋጅን ብጀካ ምምላኽን ክልተ ሓሳባት ርኢና ናብ ምዝዛም ክንከይድ ከሎና እምነት ምልእ ምስ በለትሲ፣ ዘምልኽ ሰብ እንድሕር ኮይኑ ሰብሲ እንታይ ይኸውን መስለኩም? ምእዙዝ ይኸውን፣ ምቕሉል ይኸውን። ተጎዲኡኳ ክንሱ፣ ተሰይሩኳ ክንሱ፣ ኣብ ዘሕዝንን ዘጉህን ኩነታት ከሎ እኳ ክንሱስ፣ ንእግዚኣብሔር ኣምላኹ ግን ተማእዚዙን ተኣዚሱን ይኸይድ። ስለዚ ዝኣመነ ሰብ ይፈርህ ኣይኮነን ይተብዕ እዩ። ዝኣመነ ሰብ ስለ ዝተብዐ ድማ ንኣምላኹ ንምእዛዝ ይኽእል እምበር፣ ንኣምላኹ ንምእዛዝ ብዝተፈላለየ ምኽንያት ኣይክእልን'የ ኣይብልን'ዩ፣ ይከኣል'ዩ ዝብል። ይዝከረኒ ሲድራቅ ሚሳቅ ዓብደኔጎን ስለዝኣመኑስ እቲ ብሸውዓተ ዕጽፊ ዝረሰነ ሓዊ ኣየፍርሆምን ዕጅብ ኣይበሎምን። እታ እምነት ስለዝነበረትሲ ነዚ ሰማይን ምድርን ዝፈጠረ ኣምላኽ ክኽሕድዎ ኣይኮነሎምን፣ ክእዘዝዎ ደኣ ኮነሎም። ስለዚ እምነት እንድሕር ኣብ ውሽጥና ሰፊራ ንኽንእዘዝ እያ ተኽእለና እምበር ንኸይንእዘዝ ኣይኮነን። ኣብ መጨረሻ እምነት ኣይትሕለልን እያ ተስፋ ኣይትቆርጽን እያ ዓቅሊ እያ ትገብር ነዘን ዝበልክወን ቃላት እምነሲ ኣይተባህትኽን እያ ኢለ ክድምድመን ነገራት ከይተቀየሩ እዛ እምነት እዚኣ ግትር ኢላ ትብዕ ኢላ ብእምነት ካብ ምንባር ደው ኣይትብል ስለዚ ዘመክሕ ዓዲ የለናን ነቶም ኣብ መዓርን ጸባን ዘውሕዝ ዓዲ ዘሎና እምነትና ዝፍትን ማእለያ የብሉን ነቶም ኣብ መዓርን ጸባን ዘየውሕዝ ቦታ ዘለና እምነትና ዝፍትን ውን ማእለያ የብሉን እቲ ሰይጣን እንተብቲ እንተብቲ መለሳ የብሉን ንመን ብኸመይ እምነቱ የዕብር ይፈልጦ እዩ። እዚ እምነትና ስለ ዝዓበረት ሕውነትና ገልጠምጠም ይብል። እንሆ ኣሕዋት ሓቢሮም ብሓደ ክነብሩስ ክንደይ ሰናይን ክንደይ ጥዑሙን እዩ ተባሂሉ ክንሱ ምስ ሓውኻ ምንባርሲ ክንደይ ክኸፍእ እዩ ናብ ዝብል ይልውጦ እሞ ምስ ኣሕዋትካ ዘንብር ጸጋ ተሳኢኑስ ካብ ኣሕዋትካ ዘፋላሊ ዘለልውያ እምበኣር ናታ ኣይተባትኽንያ ክደጋግማ ነገራት ከይተቐየሩ ግትር ኢላ ከይደኸመት ከምቲ ጎይታ የሱስ ኣብ ሉቃስ ዓሰርተ ሸሞንተ ሓደ ኢልዎም ዘሎ ከየባተኹ ክጽልዩ ከም ዝግብኦም ይብለና እዛ እምነት እዚኣ ከየባተኸት ትጽሊ እሞ ከየባተኸት ከኣ ክትኣምን ዓቕሚ ትረክብ። ብሩኻት ኣሕዋተይ ንምንታይ ኢና ከነባትኽ ዘይብልና እንድሕር ኢልና ናብቲ ናይ መጨረሻ ሓሳበይ ክኸይድ ናብ ተግባር እንደ ዝኸይድ ዘለኹ እምነት ትእውጅ ኣይለ እምነት ተምልኽ ኣይለ እምነት ትእዘዝ ኣይለ እምነት ኣይተባትኽን እያ እንደ ዝብል ዘለኹ ነዚ ኣርባዕተ ዝሃብናዮ ሓሳብ ሲ ጎይታ የሱስ ዘለና ውግእ ዘለና ኩናት ዘለና ፈተና ኣጸቢቑ ይርዳእ ይፈልጥ እዩ እሞ ብእምነት ክንመላለስ መታን ዋልታ እምነት ከነልዕል መታን ናብኡ ኢና ንኸይድ ደሎና ብሩኻት ሕዋተይ ብርግጽ ዋልታ ዘልዓለ ሰብ ለጻታት እዩ ዘዝሕል ዋልታ ዝደርበየ ሰብ ግን ብፍለጻታት እዩ ዝደሃል፣ ብፍለጻታት እዩ ዝውጋእ። እሞ እምነት እምነት እምነት እምነት ኢሉ ኣብዚ ሕጂ ሰዓት እግዝኣብሄር መልእኽቲ ኣዳልዩ ድዛረበና ዘሎስ ኣብዚታትና ዝውርወር ፍላጻ ንልብና ዝኸብድ ንልብና ዝጎድእ ንልብና ዘሕዝን ናብ ምስቁርቋር ዝወስድ ቲወት ኣምላኽ ካብ ውግእኩም ካብ ፈተናኹም ካብ ጓሂኹም እቲ ገሊኡ ብሰይጣን ስደድ እዩ እቲ ገሊኡ ግን ባዕልና ብስጋዊ ትምኒት ነምጽኦ እዩ እቲ ገሊኡ ከኣ ነዛ ንርእያ ዘለና ዓለም ሓሳብና እናሰረቐት ሓሳብ ብምስራቕ እንፍተኖ ፈተና እዩ። ነዚ ፈተና እዚ ግን ክሳዕ መጨረሻ ደው ኢልና መታን ክነብ ብድህ ዘበድህ ዋልታ እምነት እዩ እምበር ዘበድህ ኣእምሮ ኣይኮነን ቅልጽም ኣይኮነን ገንዘብ ኣይኮነን ፍልጠት ኣይኮነን ዘበድህ ደው ዘብል ብህይወት ዘንብር ኣማን ክመላለሰሉ ዝተጸወዖ ጻድቕ ግና ብእምነት ይነብር ኢሉ ዝጸሓፈ ዕብራውያን፣ ነዛ ጻድቕ ግና ብእምነት ይነብር ትብል ምህሮ ምዕራፍ ምሉእ ጽሒፉ ምዕራፍ ዓሰርተ ሓደ ከረድእ ከሎ ንሪኦ። ካብዛ ምዕራፍ ዓሰርተ ሓደ ሓንቲ ጥቕሲ ኢና ሎማዕንቲ ተማሂርና። ነዛ ሓንቲ ጥቕሲ ዝተማሃርናያ ፈጺምና ኣይንረስዓያ፣ ኣብ ውሽጥና ንዕቆራ፣ ኣብ ልዕሊ ፍርሂ፣ ኣብ ልዕሊ ስንባድ፣ ኣብ ልዕሊ ኩሉ መንፈሳዊ ውግኣት ደው ከተብለና ስለ ዝኾነት ነዛ ዋልታ እምነትና ሎሚ ንሕዝ።
ብዘይ ዋልታ እምነት ኣይንመላለስን፣ ብዋልታ እምነት ድማ ንኹሉ መሰናኽላት በቲ ዝህበና ሓይሊ ክንብድሆ ኢና፣ ክንስዕሮ ኢና፣ ክንዕወት ኢና፣ እቲ ክብሪ ድማ ነቲ ሰማይን ምድርን ዝፈጠረ እግዚኣብሄር ክኸውን እዩ። ኣብዚ መንፈስ እዚ ከሎና በዛ እምነት እዚኣ ክንፍወስ፣ በዛ እምነት እዚኣ ክንምለስ፣ ህይወትና ካልእ ክኸውን ናብ ጸሎት መንፈስ ምስ ሓብትና ኣጸዱ ንጽሊ ኢና። ክብሪ ንእግዚኣብሄር ኣምላኽ ይኹን። እስከ ብእምነት ጎይታ ከበርትዓና ከረድኣና ክድግፈና ከምቶም ኣቦታትና ናይ እምነት ጀጋኑ ኮይንና ክንወፅእ ክንፅሊ ኢና እግዚኣብሔር ይመስገን ኣብ ልዕሊ ኩሉ ምሉእ ምልክን ስልጣንን ዘለካ ዘለዓለማዊ ኣምላኽና ብጎይታናን ብመድሓኒናን ብየሱስ ክርስቶስ ስም ነመስግነካን ንባርኸካን ኣለና እንሆ ቃልካ ከምቲ ዝናብ ዝዘንብ ኣብ ልዕሌና ኣብ ልብና ፈሲሱ ኣሎ እሞ ብስም የሱስ ክርስቶስ ንስኻ ክትረድኣና ጎይታ እዛ እምነት እዚኣ ኣብ ውሽጥና ክትዓቢ እዛ እምነት እዚኣ ኣብ ውሽጥና ጎይታይን ኣምላኸይን ከምቲ ዝግባእ ክትከውን ንጽልይ ኣለና ኣቦ ብእምነት እኳ ካብዚ ዓለም ከይተረፈ ግዒዞም እዮም ኣቦታትና እሞ ብናዝሬቱ በኢየሱስ ክርስቶስ ስም ንዓይን ነሕዋተይን ጎይታ ነዚ ናይ መጨረሻ ዘመን ዘስግረና እምነት ነዚ ናይ መወዳእታ ዘስግረና ዘሕልፈና እምነት እግዚኣብሔር ካባኻ ንጽሊ ኣለና እምነትና ክብርትዕ ጎይታይን ኣምላኸይን ክትረድኣና ንጽሊ ኣለና እግዚኣብሔር ንድኹማት ሓይሊ ንስኑፋት ድማ ብርትዕ ትውስኺኻ ተባሂሉ ተጻሒፉ ኣሎ እሞ ኣምላኸይ ሎሚ እግዚኣብሔር ጎይታ ሰራዊት ከም ቃልካ ክንከውን ንደሊ ኣለና ህይወትና ከም ቃልካ ትኹን ብስም የሱስ ክርስቶስ ሓዳርና ከም ቃልካ ይኹን በየሱስ ክርስቶስ ስም ኣገልግሎትና ኩሉ ከም ቃልካ ክኸውን ጎይታ ንጽሊ ኣለና ብእምነት ሰዓርቲ ክንከውን ንጽሊ ኣለና እግዚኣብሔር ኣምላኸይ ሃሌሉያ እነሆ ጎይታ ከምቲ ዝተምሃርናዮ እምነት ንእውጅ ኣለና ጎይታ እምነት እግዚኣብሔር ጎይታ ሰራዊት ነቶም ምድሓን ዘይረኸቡ እውን ጎይታ ምድሓን ክኾነሎም ጎይታይን ኣምላኸይን ብስም የሱስ ክርስቶስ ዝጸልይ ኣለኹ

ክብረ ሃለሉያ ሃለሉያ ሃለሉያ ሃለሉያ ሃለሉያ ጎይታይን ኣምላኸይን ኣብ ቤት ማእሰርቲ ዘለዉ የሕዋተይ እውን በዚ ሰዓት እዚ ዝክሮም ኣለኹ እግዚኣብሄር ጎይታ ሰራዊት ምእንቲ እምነት ብእምነቶም ጎይታ ገለ ነገር ካልእ ዘይተረኽቦም ብብዙሕ መከራ ብብዙሕ ሽግር ብብዙሕ እግዚኣብሄር ጎይታ ሰራዊት እየ ዝሓልፉ ግና ከነቲ ዝመፅእ ዓስቢ ተረዲኦም እግዚኣብሄር እግዚኣብሄር ጎይታ ሰራዊት እየ ከምቲ ኣቦታቶም ጎይታይን ኣምላኸይን ኣብ ቤት ማእሰርቲ ኮይኖም ደመስግኑ ከም ዝነበሩ ሕጂ ድማ እግዚኣብሔር ጸጋ መመሊስካ ክትውስኸሎም ጎይታ እምነቶም መመሊሱ ክዓቢ ጎይታ ብስም የሱስ ክርስቶስ ንጽልይ ኣለና ኣብ ተፈላለየ ኣብ መከራ ኣብ ሽግር እግዚኣብሔር ዘለዉ ጎይታ ብስም የሱስ ክርስቶስ ነዚ ሸዓ ዝሓልፍ ቀሊል ጸበባና ማእለያ ዘይብሉ ረዚን ክብሪ ከም ዘዳልወልና ንፈልጥ ኢና ከም ዝበለ ባርያ ክወይታ ከምቲ ክንመሃሮ ዝጸናሕና ኣብዚ ዘለናዮ ብብዙሕ መንገዲ ንሓልፍ ክንህሉ ንኽእል ኢና ግና ከእግዚኣብሔር ኣቦ ዓስብና ግና ካባኻ ስለ ዝኾነ እቲ ተዳልይልና ዘሎ ብእምነት ኣስተውዒልናዮ ዘለና ብእምነት ኣቲናዮ ዘለና ቤት ብእምነት በጺሕናዮ ዘለና ቤት ግና ጎይታ ኣጽኒዕና ክንሕዞ በኢየሱስ ክርስቶስ ስም ንስኻ ክትረድኣና ንጽሊ ኣለና ጎይታ እዚ እምነት እዚ ድማ ንዓና ጥራሕ ዘይኮነስ እግዚኣብሔር ኣብ ኩሉ ክንእውጆ ጎይታ ንነፍሲ ወከፍ ኣማኒ እግዚኣብሔር ጎይታ ሰራዊት እየ እንሆ ኣምላኸይ ከናፍርና ከፊትካ እግዚኣብሄር ውሽጥና ደሪኽካ ጎይታይን ኣምላኸይን ምድሓን ክንእዊ ንስኻ ክትረድኣና ድማ ብስም የሱስ ክርስቶስ ንጽሊ ኣለና እግዚኣብሄር ጎይታ ሰራዊት ሄይ ንስኻ ትረድእ ኣምላኽ ኢኻ እግዚኣብሄር ስጋስ ድኹም እዩ መንፈስ ግና ድልው እዩ ተባሂሉ ተጻሒፉ ኣሎ እሞ ኣቦ ብስም የሱስ ክርስቶስ ንነብሲ ወከፍ ክትረድእ ንጽሊ ኣለና ንቤተ ክርስቲያን ኤርትራ ክትረድእ ንጽሊ ኣለና እግዚኣብሄር ኣቦይ ንስኻ ትኽእል ኢኻ እሞ ጎይታ ኣብ ብርሃን ከተንብራ ጎይታ ንጽሊ ኣለና ኣብ ብርሃን ክትወጽእ ጎይታ ንጽሊ ኣለና እምነትና እምነታ እግዚኣብሔር ጎይታ ሰራዊት እየ ኣብ ኣደባባያት ክእወጅ ብስም የሱስ ክርስቶስ ንጽሊ ኣለና እግዚኣብሔር ትረዲእኻ እሞ እግዚኣብሔር ከም ሃገር ርድኣና ትረዲእኻ እሞ እግዚኣብሔር ጎይታ ሰራዊት ከም ህዝቢ ርድኣና ብእምነት ደው ክንብል ደግፈና ጎይታ እዳውና ምስናይ ልብና ናባኻ ነልዕል ኣለና ጎይታ ጐይታ ጐይቶት ኣምላኽ ኣማልኽቲ በይንኻ ንስኻ ኢኻ እሞ ጐይታይን ኣምላኸይን ረድኤትካ ንደሊ ኣለና ጐይታ ሃለሉያ ብርድኢቶም እዮም እግዚኣብሔር ጐይታ ሰራዊት እየ ንዓለም ስዒሮማ ብርድኢቶም ጐይታይን ኣምላኸይን ነቲ ዝመፅእ ሽግር ስዒሮሞ ነቲ ነገራት እግዚኣብሔር ከም ጓሓፍ ቆፂሮሞ ረብሓ ዝመስል ነገር ከም ጓሓፍ ቆፂሮሞ ሎሚ ከይንተዓሻሸ ጐይታ ክትረድኣና ኣብ ስም የሱስ ክርስቶስ ንፅለያ ኣለና ኣብ እምነት ጠጠው ክንብል ጐይታ ንስኻ ክትረድኣና ንፅለያ ኣለና ብናዝሬቱ በኢየሱስ ክርስቶስ ስም ቀዳምነት ንዓኻ ክንሳብ ዓካ ጎይታ ንስኻ ክትረድኣና ጎይታይን ኣምላኸይን ሃለሉያ እዚ ወለዶ እዚ እውን ጎይታ ናባኻ ነቕርቦ ኣለና ብእምነት ክዓቢ ብእምነት ክዓቢ ዘይነቓነቕ ወለዶ ዘይሰዓር ወለዶ ኮይኑ እግዚኣብሔር ናባኻ ክጠብቕ ብስም የሱስ ክርስቶስ ንጸልይ ኣለና ምሂርካና ተዛሪብካና ኣለኻ እሞ ጎይታ ኣብ ልብና ኣትዩ እግዚኣብሔር ሚእትን ስሳን ሰላሳን ክፈሪ እግዚኣብሔር ብመንፈስካ ክትሓትሞ ብኢየሱስ ክርስቶስ ንጸልይ ኣለኹ ጎይታ እሙን ኣምላኽ ኢኻ እሞ ጎይታይን ኣምላኸይን ግዜና ስለ ዝባረኽካ ብመንፈስካ ጌርካ ስለ ዝመሃርካና ተመስገን ንኹሎም ኣሕዋተይ ድማ እግዚኣብሄር ጎይታ ሰራዊተይ ንስኻ እግዚኣብሄር በዚ ናይ እምነት እግዚኣብሄር ሓይሊ ስለ ዝበጻሕካዮም ተመስገን እዚ ድማ እግዚኣብሄር ጎይታ ሰራዊተይ ልዕል ነብለካ ኣለና ኩሉ ክብሪ ኩሉ ምስጋና ኩሉ ውዳሴ ተጠቕሊሉ ናብ ዝፋንካ ይብጻሕ ጎይታ ተመስገን ጎይታናን መድሓኒናን ብየሱስ ክርስቶስ ስም ኣሜን ኣሜን ነቲ ደሙ ገንሸል ኣምላኽ ሓጢኣት ዓለም ዘርሕቕ ተባሂሉ ኣሎ እሞ ነዚ ንኣምን
ብደሙ ከኣ ምድሓን ንረክብ
ነዚ ድማ ንዕድም ብጣዕሚ ኢና ነፍቅረኩም ኣምላኽ ይባርኩም። ተባረኹ።
ፍርዲ መርገም ሓዲግና ስለ ደቅና ናብ ጸሎት ንመለስ። ሃዋርያ ጳውሎስ ኣብቲ ኣብ መወዳእታ ዘመን ክፉእ ዘመን ከም ዝመጽእ ኣጠንቂቑና ኣሎ። ስለዚ ነቲ ኣብ መንጎናን ኣብ መንጎ ደቅናን ተፈጢሩ ዘሎ ናይ ዕድመ ጋግ ንኸነረድኦም ከይከኣለና ኣእዛንናን ደገ ልብናን ከፊትና ንኽንሰምዖም ምእንቲ ስለ ገዛእ ርእስና ንኹሉ ንጸሊ። ብሰንኪ ኣብ ኩሉ ኩርናዓት ህይወት ዘጋጥሞም ጸቕጢ፣ ወጥሪ፣ ፍርሂ፣ ምሽቑራር፣ ካብ ዘይደልይዎ ሓደገኛ ውሳኔታት ድሒኖም ቅርዑውን ጥዕይን ንርሑቕ ዝዓለመ ህይወት ንኽመርሑ ንጸልየሎም። ካብቲ ኣብ ልዕሊ መንእሰያት ተፈንዩ ዘሎ መንፈስ ናይ ርኽሰት ዕብዳንን ግብረ ሰደማውነትን ካልእን ንኽዕቀቡ ነቲ ሓቀኛ መገዲ ኣምላኽ ኪረኽብዎ ብዕረፍቲ ንኽመላለሱ ነቲ ኣብዛ ዓለም እዚኣ ዝገዝእ ዘሎ ክፉእ መንፈስ ብንጹር ኣለልዮም ካብ መርበቡ ሓራ ኮይኖም ነቲ ጽቡቕ ብምድላይ ሕይወቶም ኣብ ትሕቲ መንፈስ ቅዱስን ቃል ኣምላኽን ንኸግዝኡ ንጸልየሎም ካብ ትዕቢትን ትምክሕትን ርሒቖም ንገዛእ ርእሶም ትሕት ብምባል ንገጽ ዓበይቲ ክፈርሁን ከኽብሩን ንጸልየሎም። ደጋጊምና ንጸልየሎም።